ነዚ ጽምዶ እዚ ነፍሲ ወከፍ ሰብ ክሰርሓሉን ሓላፍነት ክሽከመሉን ደኣ እምበር ክዕንድረሉን ክስሕቀሉን ወይ ካልእ ካልእ ክዛረበሉን ኣብ ውሽጢ ሃገር እቲ ናይ ጽምዶ ጉዕዞ ብግብሪ የስፋሕፋሕ ኣሎ ልክዕ ከምቲ ኣብዚ ዝተገብረ ኣብ ወጻኢ እውን ቀስ ብቐስ ናብኡ ንምብጻሕ እቲ ንጥፈታት ክጓሃሃር ኣሎ ሓደ ኤርትራዊ ምስ ሓደ ትግራዋይ ሰላም ተበሃሂሎም ብሓባር ሻሂ እንተሰትዮም ቀሊል መበገሲ ኣይኮነን። ጽምዶ መሰረቱ ንሱ እዩ።
ሰላም

ብ ኤርትራዋ ሓማሴን ኣካለ ጉዛይ ሰራየ ኩተጋር እዩ። ኤርትራ እናበለ ብናይ ባራዩ መጸውዒ ሽም ዝጽዋዕ ሃገር ናይ ባዕልና ናይ ኣኽሱማውያን ባሕሪ ኣለና እዩ። ሓድጊ ኣለና እዩ። በሉ ኣብዚ ቀረባ መዓልታት ኣብ ማእከላይ ዶብ ኤርትራን ትግራይን ኣብ መንጎ መንእሰያት ናይ ምሕዝነት ግጥም ኩዕሶ እግሪ ተኻይዱ ነይሩ። ግጥም ድሕሪ ምዝዛሙ መን ስዒሩን መን ተሳዒሩን ምንጋር ሕጊ ጽምዶ ዘየፍቅዶ እኳ እንተኾነ ኣገዳሲት ነገር ስለ ዝተራእያ ግን እታ ውጽኢት ክነግረኩም እየ።
ኣነ ሕጂ ኣነ ጎንደራዊት ኣይ ፕራውድ ቱ ቢ ጎንደራዊት ፈለጠ መዓረ ጎንደራዊት ምዃነ የፈልጥ ነይረ

ከመይ ኣምሲኹም? ሰላም ሰላም ክቡራት ተኸታተልቲ ከመይ ኣምሲኹም? ሎሚ እውን ከምቲ ልሙድ ዝተፈላለዩ ሓደሽቲ ሓበሬታታትን መዘናጊ ቪድዮታትን ሂዝናልኩም ቀሪብና ኣለና። ንስ ቻናል እዚ ድማ ሓደሽቲ ዝኾንኩም ሰባት እንድህር ደኣ ሃሊኹም ቅድሚ ናብቲ መደብና ምቕጻልና ሰብስክራይብ፣ ላይክ፣ ሼር ብምግባር ነታ መደብና ንጀምር። ኣብ ናይ ሎማንቲ መደብና ከምቲ ኣብ ፈለማ ዝረኣኹሞ ብዛዕባ ጽምዶ 12 ኣመልኪቱ ዝተፈላለዩ ምስልታት እዮም ኣብ ማህበራዊ ሚድያታት ዝዝርግሁ ዘለዉ። ካብተን ምስልታት ድማ እተን ዝተመረጻ ኣብ ናይ ሎማንቲ መደብና ሂዝናልኩም ቀሪብና ኣለና። እስካብ መወዳእታ ምሳና ጽንሑ። ኣብ ናይ ሎማዓንቲ መደብና ንሪኦ እዚኤን ጥራሕ ኣይኾነን ሞኒካዊት እውን ጎንደራዊት እየ እያ ትብለና ዘላ ንሱ ብሰፊሑ ክንሪኦ ኢና። ውፉይ እውን ብዛዕባ መንነት ኤሪትሪያ ኣመልኪቱ ዝተዛረቦም ዘረባታት ኣብ ማህበራዊ ሚድያታት ንብዙሃት ሰባት ኣቖጢዮም እዮም ዝርከቡ ንኡ እውን ሰባት ታይ ዓይነት ምላሽ ሂቦም ዝብል ብሰፊሑ ክንሪኦ ኢና። ኣብ ናይ ሎማዓንቲ መደብና ኣብ መንጎ ትግራይን ኤሪትሪያን ዝነበረ ናይ ኹእሾ ግጥም ጾታ መን ሰኢሩ ዝብል እውን ብሰፊሑ ክሬና ኣብ ናይ ሎማንቲ መደብና ነዚኦምን ካልኦትን ዝተፈላለዩ ሓደሽቲ ሓበሬታታትን መዘናጊ ቪድዮታት ስንላልኩም ቐሪብና ኣለና ነዚ ቻናል እዚ ድማ ሓደሽ ስለኾኹም ሰባት ሰብስክራይብ ምግባርኩም ኣይትረሱ እንዳበልኩ ከምታ ልሙድ ድማ ኩላህና ላይክ ጌርና ነታ መደብ ንጀምር። እስከ ከም መጀመሪ ክኾነና ናይዛ ሞዴል ሃፍትና ሚስ ኣፍሪካ ኮይና ዝተሸለመት ምስ ማዕበል ዘለዋ ሎሚ ዝተሰርገት ቪድዮ ናያ እስከ ንሳ ተኸታቲልና ንመለስ። እሞ ከመይ ይስምዓካ ኣሎ ምስ ሚስ ኣፍሪካ ኮይንካ ጠጠው ኢልካ ከምዚ ኢልካ ኣብ ጎና ሲ ሚስ ኣፍሪካ ይይ ከይ ጠጠው ኢልካ ገለስ how do you feel ነገ We got Marvel sweating in London here. እስከ ምቕጻል ድማ ኣሕዋት ኩላህና ነዴና ንፈቱ ኢና እዛ ሃፍትና ድማ ጽቡቅ ገይራ ናይ ኣደ ፍቕሪ ገሊጻቶ ዘላ እስከ እታ ምስሊ ተኸታቲልና ንመለስ ኣነ ከም ሰብ ሰብ ክኸውን እንድሕር ኮይነ ኣብ ኣደይ ምርኮስ ህይወተይ ብዘይ ቀልዓለም ሕልመይ ራእየይ ዕላማይ ንእስነተይ ግዜ ሂበያ ዘለኹ ቀዳምነት ኣደያ ምክንያቱ ሰጊርካ ካልእካ ትገብረላ ኣይኮነት ንዓ ሒዝካያ ኣብ ሓደ ነገር ትበፅሓ ስለዚ ኣነ ይብገስ ኣለኹ እግዚኣብሔር ኣምላክ ኣብ ሰናይ ናብ ዓደይ ይምለሰኒ ምስ ኣደይ ማለት እዩ ኣነ እንታይ ይብል ኣብርሃም ሃወይ ኣሎ ክብል እንዳር ኮይና ኣደይ ክትውድ ኣለዋ ሕጂ እቲ ዝዓበየ ነገር ዝሰርዖ ኣደ ይበል ኣዝዩ ልብኻ ዝትንክፍ እዩ ፅቡቅ ገይራ እያ ገሊፃቶ ዘላ እስከ ብምቕፃል ድማ ነሹ ሃፈርና ወተሰከፍና እዩ ዝለና ዘሎ እስከ እታ ምስሊ ተኸታቲልና ንመለስ

ዝገርም እዩ።
እስከ ብምቕፃል ድማ ሞኒካዊት ጎንደራዊት ክኾኑ እየ ዝደሊ ጎንደራዊት በሉኒ እያ ትብለና ዘላ። እስከ እታ ምስሊ ተኸታቲልና ንመለስ ኣህዋት። ኣነ ሕጂ ኣነ ጎንደራዊት ኣይ ፕራውድ ቱ ቢ ጎንደራዊት ፈለጠ መዓረ ጎንደራዊት ምዃነ የፈልጥ ነይረ

ሃፍቱ ብሓዳር እዩ ዘፀውተኖ ዘሎ ሃፍቱ ክንደየናይ ተፃዋቲት ምዃና ክንደየናይ ፅቡቅ ዝገርም ታሪክ እዩ ዘፀውተኖ ዘሎ እስከ እታ ምስሊ ተኸታቲልና ንመለስ ሲስተረይ ሲ ተዛራቢት እያ ነይራ ብይ ልሕኪያ እዩ ብጣዕሚ እያ ትዛረብ ሕጂ ተመርዓ ምስ ተመርዐወት ፋዘረይ ከዓ ብጣዕሚ ዝፈትዋ ነይሩ እቲ ሰብኣይ ኣጋጣሚ ኮይኑ ካይ ይቕጥቅጣ እያ ኩሉ ግዜ እሳ ከኣ እንሻሎ ንዓና ከይተሰክፍ ገለ ኢላ ጽቡቕ ኣሎ ገለ መሊኣ ትብል ሕጂ ከምዚ ቀጻሊ ኮ እሱ ከኣ ዲግ ብላ ጽቡቕ ኣለና ዲግ ብላ ጽቡቕ ኣለና ሓደ መዓልቲ ኣጋጣሚ ንገዝኣ ክንኣቱ ካርማ ጸኒሑ ማለት ሕጂ ምስ ኳሕኳሕ ምስ ኣበልና መጽም መጽም ተባሂሉ ውሽጢ ኣትያ ንብዓት ድርዝድር ዛይላ ማራ እዩ መሪርዋ ግን ሽዑ ሽዓ ሓዳሽ ከዓ ኮይናታ ማህረምትን ምምጻእና ምጽኢልና ገለ ኮፍ ኢልናስ ናብራ ከመይ ኣሎ ገለ ብላ ኣሎ ፋዘረይሲ እንዲህ የለን ኣልኩም መሬት እንዳጓሃረ ዘየቋርፅ ፍሽኽታ
ዝገርም እዩ እስከ ምቕፃል ድማ ኣቦና ብዛዕባ ሓዳር ኣብ ሓዳርን ኣብ ፍቕሪ ዘለኹም ሰባት ንዓኹም ትምልከት እያ እታ ምስሊ ማለት እዩ እስከ እታ ምስሊ ተኸታቲልና ንመለስ ተራ ኣለዎ ዶ ጥዑማት ቃላት ጌርካ ምጽዋዕ በዓልቲ ቤትካ ምቅብጣር ሄዋን ማለት ሕጅስ ሂወተይ ማለት እዩ ኣንቺ ሓደ ካብቲ መተባብዒ ነገራት እዩ ንኣብነት ንምንታይ ነቀባጥረላ እንዲና ቆልዓ ሓደ ንመን ኢኻ ትቀባጥር ስለምንታይ ንኣካል ክትከናኸን እዋ ኣካላት ስለ ዝኾነ ኣብ ኣካላት ዝኾነ ዓይነት ጉድለት ክትርኢ ዝኾነ ክፉ ስምዒታት ክትርኢ ኣይደልናን ስለዚ ተኻናኺና ምትና ዘና ሕጂ ንገብረ ኢንተርቪው ከማን ኳ ንገዛእ ስለዚ

ከምዚ ገይረ ክዳን እያ ዝዓልያ ሓፂባ ገለ መለ ሰይዳትኒ ኢለ ንሕና መስሊና እዚ እሳ ስራሕቶ ስራሕ ተቐቢለ ሕጂ ግን ሓዳር ክናን ምሃብ ምትብባዕ ምሃብ ቅድሚ ሃብ ሓዳር ምእታው እኳ እዚኣቶም ከም ዘለዉ ወላ ውድቀታት እንተጋጥሙ ምሃውን ሲ ክብርታትካ ግን እቶም ውድቀታትካ ንክብርታትካ እንታይ ይገብርዎን እዮም ኣይስዕርዎን እዮም ሰብ መብዛሕትኡ ግዜ እንታይ የጨንቐና መስለኪ ካብ ወዲቕካ ምትንስኣስን ምስ ወደእካ በዓል መን ሪኡ ምኻድ የጨንቐካ ተስፋ እዩ ዝሰፍር ሕጂ ኣብ ሓዳር ምስ ኣተኹ ከፊእዎ ክብሉ ድዮም ገለ መለ ገለ እዚኦም እዮም ጨንቆ ዝብሉ ተባላሺ ሓዳር ምስ ገበረ ተባላሺ ሓዳር ምስ ገበረ ተባላሺ ከምበር ሓዳር ምስ ተባላሺ ከምበር ሓዳር ምስ እዚኦም ከይትበሃልሲ ብዘይ ናብራ ክትነብር ካብቲ ጽቡቕ ነገር ካብቲ ገነት ዝበልናዮ ናብራ እናሃደምካ ትነብር ብጣዕሚ ዝገርም ጽቡቕ ሓሳብ እዩ ካብ ኣቦና ከም ተምሃርኩም ተስፋ ንገብር እስከ ምቕጻል ድማ ልፍኣተይ ካብቶም ዝተዛረቦም ብጣዕሚ ኣቖጢኦም ዘለዉ ዘረባታት እተወሰነ ኣቕሪብልና እኒኦ እስከ ነተን ምስልታት ተኸታቲልና ንመለስ ቀጥዒ ክትፈልጦ ዘለካ ብዙሕ ነገራት ስለ ዘሎ።
ኤርትራ እናበለ ብናይ ባራዩ መጸውዒ ሽም ዝጽዋዕ ሃገር ናይ ባዕልና ናይ ኣኽሱማውያን ባሕሪ ኣለና እዩ፣ ሓድገ ኣለና እዩ፣ ኣዱሊስ ዝበሃል ኣብ ላባ ነጋ ዝመስረትዋ ከተማ ኣላ ኣስመራ ብሓፈሻ እታ ኤርትራ ትበሃል ከኣ ባሕረ ነጋሽ እያ ትበሃል እዚኣ ናይ ህዝቢ ትግራይ ሓድጊ መንነት እያ።
ኤርትራውያን ሓማሴን ኣካለ ጉዛይ ሰራየ እኮ ተጋሩ እዮም ስለዚ ወፍሪ ጽምዶ ኢሎሞ መበል ሰላሳን ሸሞንተን ዙርያ ጽምዶ ዝብል ስያመ ብዕሊ ተዋሂብዎ ኣሎ ክዳን ቲሸርት ገለ ኣሎ ኣቋራፂ ናይ ኣብይ ኣሕመድ መገልገሊ ምዃን ይኽእል እያ በቋራፂ ማለት ምንም ከይተፀገምኩ ኮንዶሚኒየም መኪና ኮንዶሚኒየም ክኾን ይኽእል እዩ ልክዕ ከምቶም ዝዎም ዘሎ ባንዳታት ማለት እዩ ሚእቲ ንዕስራ ሽሕ ብወርሓዊ ክብብጀት ኣሎ እዩ መኪና ክምደበለ እዩ ሓለውቲ ክምደበለ እዩ ዝፅሕፈሉ ኮምፒውተርስ ገለ ምናምን ናይ ቴክኖሎጂ ናይ ሞባይል ክምደበለ እዩ ዓጀብቲ ሓለውቲ ገለ ክምደብሉ እዮም ማለት ፅፍፍ ዝበለ ናብራ እውን ክነብር ከል
ኦኬ ድማ ኣብዝሓ ስምዑ ሕጂ። እግዚኣብሔር ይመስገን ብዙሓት ፈተወት ኣለውና ኣብ ውሽጢ እውን ኣብ ደገ እውን ደረተይ ነፊሐ ከምዚ ብሱፍ ማዕሪገ ከራባት እውን ትርእይዎ ዘለኹም ገይረ ፃዕዳ ሸሚዝ ገለ እዚ ከምዚ ዓይነት ነገራት ምናምን እንታይ እሞ ክብለኩም ኩሉ እዚ ፀዳ ኢለ መነፅረይ እውን ከምዚ ገይረ ክዛረብ ከለኹ ብዙሓት ፈተውቲ ስለ ዘለውኒ እዩ ኣብ መላእ ዓለም ዘሎ ትግራዋይ ናይ ስለ ዝሕግዘኒ ብዙሕ ገንዘብ እውን ኣለና ከባቢ ሸሞንተ ሚእቲ ሚልዮን ቅርሺ ዝግመት ኣለኒ ኣብ መላእ ዓለም ዘሎ ትግራዋይ ንኣይ ሓገዝ ተዘይገብረለይ ነይሩ ሸሞንተ ሚእቲ ሚልዮን ቅርሺ ናብ ደደቢት ሚድያ ክኸውን ነይሩ እዩ ብዙ ከዓ ሓይለ ድቃስ እዩ ኣሎ እዚ ትኳወተ ኮይኑ ጽቡቅ እዩ የቀኔለይ እየ ዝብል ከምዚ ዓይነት ትካቦ ተሃልዩ ማለት እዩ ኣነ እግዚኣብሔር እየ ነዚ ጽምዶ ዝስምዚ እዚ ኣይጠዓየን ዘሎ እስኹም ነፍሲ ዘለኩም ርእቶ ወከፍ እውን ኣብ ቦታ ሰብ ኮመንት ጸሓፉልና እስከ ናብ ክሰርሓሉን ጽምዶና ክንሰግእ ሓላፍነት እ፣ ብዛዕባ እዚ ክሽከመሉን ጽምዶ ደኣ'ምበር ኣመልኪቶም ኣዴና ክዕንድረሉን ዝተዛረብዎ እስከ ክስሕቀሉን እሱ ወይ ከዓ ተኸታቲልና ንኻልእ ንመለስ ክዛረበሉን ነዚ ጽምዶ እዚ ነፍሲ ወከፍ ሰብ ክሰርሓሉን ሓላፍነት ክሽከመሉን ደኣምበር ክዕንድረሉን ክስሕቐሉን ወይከ ካልእ ካልእ ክዛረበሉን። ኣብ ውሽጢ ሃገር እቲ ናይ ጽምዶ ጉዕዞ ብግብሪ የስፋሕፋሕ ኣሎ። ልክዕ ከምቲ ኣብዚ ዝተገብረ ኣብ ወጻኢ እውን ቀስ ብቐስ ናብኡ ንምብጻሕ እቲ ንጥፈታት ክጓሃሃር ኣሎ። ሓደ ኤርትራዊ ምስ ሓደ ትግራዋይ ሰላም ተባሃሂሎም ብሓባር ሻሂ እንተሰትዮም ቀሊል መበገሲ ኣይኮነን። ጽምዶ መሰረቱ ንሱ እዩ። ሎሚ ብተራ ዕላል ጅምር ምቅርራብ ጽባሕ ናብ ዓቢ ፌስቲቫል ክዓቢ ከም ዝኽእል እዞም ኣብ ዶባት ዝርከቡ ህዝብታት ብግብሪ ኣርእዮሙና ኣለዉ። ነፍሲ ወከፍ ናብ ጽምዶ እትወስድ ዕድል ብግቡእ ክንጥቀመላ ኣገዳሲ እዩ። ኣብ ሓደ ዩኒቨርሲቲ እትርከቡ ዜጋታት ኤርትራ፣ ትግራይ፣ ኣምሓራ፣ ኦሮሞን ዓፋርን ጥርንፍ ኢልኩም እንታይ ንግበር፣ ኣበርክቶና ከመይ ክኸውን ይግባእ እትብሉሉ ግዜ ሕጂ እዩ። ስነ ጥበበኛታት፣ ስፖርተኛታት፣ ሰራሕተኛታት፣ ወለዲ፣ መንእሰያት ብዓቢኡ ከኣ ቆልዑ ዝሳተፍሉ ምትእኽኻባት ክጀማመር ይጽናሓለይ ዝበሃሎ ኣይኮነን። ካልእ ሰብ ክጅምሮ ምጽባይ ከኣ ግዜ ምጥፋእ'ዩ። እቲ ዕማም ናትካ፣ ናትክን ናይ ኩልናን እዩ። ጽምዶ ንኹልና ዝጠምር ሓባራዊ ባጤራ እዩ። ጽምዶ ብዝበርትዐ ሓይሊ ክስፋሕፋሕ ዝኽእል ናይ ሰላም ድንድል እዩ። ብረሃጽ ኩልና ዝህነጽ ድንድል። እስከ ብመቕጸል ድማ ኣህዋት ናይ ህዝቢ ንህዝቢ ሎሚ ክራኸቡ ተለዉ ታይ ይመስል ነይሩ እተን ጋንታታት እውን ክራኸቡ ተለው ታይ ይመስል ነይሩ ዝብል እስከ እታ ምስሊ ተኸታቲልና ንመለስ ረስኤዮ እስካብ ሕጂ እውን ሰብስክራይብ ከይገበርኩም ትሪኡ ዘለኹም ሰባት እንድህር ዳ ሃሊኹም ሰብስክራይብ ምግባርኩም ኣይትረሱ ነታ ቪድዮ እውን ላይክ ምግባርኩም ኣይትረሱ ኣብዚ እውን ዘለኩም ርእይቶ እንድህር ዳ ሃልዩ ኣብ ቦታ ኮመንት ጸሓፉልና እስከ ናብታ ምስሊ ንቐጽል

ሰገር በቕሊ መጸት ምስ ሕዛባ ዳስ ዘረቶ ደበልቲ ኣስዒባ ለጋው ስሙቕ ኢሎም ወራን መርዓ ኣውላድ ጎይን ልጓም ክንዝዓ እሰይ እሰይ ኮሪዕኩም ወለዲ ለምለም ዳሶም ተተኺላ ዘውዲ መርዓት ተሰሊማ ጥንቂ ማርዳ ከም ሓኸለይ ኣብ ማእከል ምላዳ ተቆናዝዩ ኮቦሮ ስራዚ ኣንዳ መለኸት ነቁዩ ግዲ ወበዓል ዲና እስከ ምቕጻል ድማ ህዋት ኣወል ስኢድ ብዛዕባ ጽምዶ ኣመልኪቱ ክንደየናይ ኣገዳሲ ከም ዝኾነ እዩ ዝገልጸልና ዘሎ ቅድሚ ህጂ እውን ኢሳያስ ኣፈወርቂ ብዛዕባ ጽምዶ ኣመልኪቱ ቅድሚ ህጂ ቀደም ዝተዛረቦ እስከ እሱ ተኸታቲልና ንመለስ ጽምዶ ንመንግስቲ ኤርትራ ሓድሽ ነገር ኣይኮነን። ወላ ድሕሪ እቲ መሪርን ደማውን ዝነበረ ናይ 1998 ክልተ ሽሕ ኲናት ፕረዚደንት ሃገረይ ውዒሉ ሓዲሩ ምስ ህዝቢ ትግራይ ዝህሉ ዝምድና ከመይ ክኸውን ምዃኑ ተነቢ ምንባሩኸ ትፈልጡዶ? ኣነ ኣረጋጊጸ ዝፈልጦ ኣብ መንጎ ህዝቢ ኤርትራን ህዝቢ ኢትዮጵያን ዘሎ ዝምድናታት ኣውራ ከኣ ኣብ መንጎ ህዝቢ ኤርትራን ትግራይን ዘሎ ዝምድናታት ዝሓየለን ዝተረረ ከም ዝኸውን ካብዚ ተመክሮ እዚ ምስ ወጻእና ናይ መሪሕነት ወያነ ኣንፈት ናብ ዝኾነ ይኹን መኣዝን የምርሕ እዚ ዝቕየር ኣይኮነን ኩሉ ሰብ እዩ መለበሚ ረኺቡ ንሕና ጥራይ ኣይኮናን መለበሚ ረኺብና ዘለና።
ሓቂ ብርእሳ እንተቐበርካያ ብእግራ ትወጽእ ዝብልዎ እዚ እዩ። ፍረ ትዕግስትን ዓቕልን ኤርትራዊ ሎሚ ሓቂ እናኾነ ይመጽእ ኣሎ። እስከ ምቕጻል ድማ ህወሓት ጽምዶ ዓሰርተ ክልተ ኣመልኪቱ ዝነበረ ናይ ጾታ ግጥም ኩእሾ እንታይ ይመስል ነይሩ ዝብል እስከ እታ ምስሊ ተኸታቲልና ንመለስ መን ስኢሩ ዝብል እውን እስከ ክንሪኦ ኢና ብሃደ ማለት እዩ እስከ ኣብ መወዳእታ ምሳና ጽንሑ ነዚ ቻናል እዚ ሓድሽ ዝለኹም ሰባት ላይክ ሼር ሰብስክራይብ ምግባርኩም ኣይትረሱ እንደበልኩ እስከ ናብታ መደብና ንቐጽል ኣብዚ ቀረባ መዓልታት ኣብ ማእከላይ ዶብ ኤርትራን ትግራይን ኣብ መንጎ መንእሰያት ናይ ምሕዝነት ግጥም ኩዕሶ እግሪ ተኻይዱ ነይሩ። ግጥም ድሕሪ ምዝዛሙ መን ስዒሩን መን ተሳዒሩን ምንጋር ሕጊ ጽምዶ ዘየፍቅዶ'ኳ እንተኾነ፣ ኣገዳሲት ነገር ስለ ዝተራእያ ግን እታ ውጽኢት ክነግረኩም'የ። ኣብታ ህሞት እቲኣ ዶባት ሓቒቑ ሓደ ሓባራዊ ኣርማ ድማ ተላዒሉ። እታ ዋንጫ ምልክት ናይ ዓወት ጥራይ ዘይኮነት ምልክት ናይ ራእይ ኮይና ራእይ ሰላምን ሕውየትን ጀግና ኩሉ ዝጠብጠብ የለን ኣብ መስገር ጽንዓት መንነትናዩ ውጽኢት ዓወት

እዞም ነዚ ራእይ እዚ ናብ ግብሪ ዝቐየሩ መንእሰያት ትማሊ ትማሊ ኣብ ኲናት ዝነበሩ በቲ ዂናት ብኸቢድ ተጸልዉ እዮም። መንእሰያት ናብ ሰላም ኣምሪሖም ማለት ድማ መላእ ሕብረተሰብ ናብ ወሓዚ ቅሳነት እግስግስ ኣሎ ማለት እዩ። ምርጫ መንእሰይ መርኣያ ምርጫ ሕብረተሰብ ስለ ዝኾነ መንእሰያት እዚ ህዝብታት እዚ ንሰላም ይጽውዑ ጥራይ ኣይኮኑን ዘለዉ ሰላም እውን ይሃንጽዎ እዮም ዘለዉ። ኩላትና ክንስዕቦን ክንጽንበሮን ዘለና ህንጸት ሰላም ድማ ይህነጽ ኣሎ። ሰራዊት ሰላም ብርሃንካ ጸላም ፈልዩ መንጣሪ ንዞባዊ ፍቕሪ። ኣብቲ ግጥም እታ ናይ ኤርትራ ጋንታ እያ ስዒራ እታ ዋንጫ ግን ንትግራይ እያ ከይዳ። ነታ ዝተዳለወት ዋንጫ ንስኹም ውሰዱዋ፣ ንስኹም'ባ ውሰዱዋ ዝብል ጭውነት ዝመልኦ ምትሕልላይ ክንጸባረቕ ምስ ረኣኻ ግና፣ ነዚኦም ምሁር ዲኻ ትቕርበሎም ዋላስ ካብኦም ኢኻ ትመሃር በሉለይ።
እስከ ብምቕጻል ድማ ኣሕዋት ናይ መወዳእታ ነታ ድራማ ከም ልሙድ ኣኣንጊደኩም ኣነ ክሰናበት ማለት እዩ ንሎማንት ዝነበረና መደብ ከምቲ ዝተኸታተልኩሞ ዝመስል ነይሩ መዓልታዊ ከምዚኦም ዝኣመሰሉ መደባት ናባኹም ንክነብል ሰብስክራይብ ላይክ ሼር ብምግባር ቤተሰብ ምዃንኩም ኣይትረስኡ እንዳበልኩ እታ ድራማ ድማ ጽብቕቲ ድራማ እያ እስካብ መወዳእታ ረእይዋ ምሳይ ብካልኦት መደባት እስካብ ንራኸብ በብዘለኹሞ ሰላምን ራህዋን ትኾኑ ካብ ልቢ እንዳተመነኹ ሰላም ቻው ግን ዓርከይ ሰፕራይዝ ኣለኒ ናይ ምክያታ
ዓይኒ ከዓ ዓቢት እዩ ሰፕራይዝ ኢልካ እንዳ ከይብልካ ንኸማን ዓይነ ይዕምሶ ገም ከብለልካ እየ ኣሚትኪ
ሰፕራይዝ

ገና ናይ ጊፍቲ ምሃብ ቀፃሊ እዩ ዘሎ ዓይኒ ክገም ማብል እዮ
ጥዑይ ገይረ ገም ከብለልካ እየ

ሰላም ንዝደለየ ኣሕፊስካ እተስንቕ ድንቂ ኣምላኽ ኢኻ። ንፍቕርና ብጸጋኻ ባርኮ። ዝነበረኒ ሕማቕ ወልፍን ጠባያትን ገዲፈ ናብ ሕቕፍኻ ክምለስ ዘስተውዕልን ተቐባልነትን ልቦና ስለ ዝሃብካኒ ካብ ልቢ የመስግነካ።
ደጊም ንልበይ ፈዊስካዮ ኢኻ ንስኻ ፍቕሪ ስለ ዝኾንካ ፍቕሪ ከም ዘሎ ኣርኢኻኒ ኦ ኣምላኸይ ብሰንኪ ናይ ኣቦይ ኣሰቃቒ ፍርሕን ራዕድን ንሓይሊ ፍቕሪ ኣምኪነ ኣንጻሩ ይጓዓዝ ኣብ ዝነበርኩሉ ንዓይ ዝኸውን ሰብ ንልበይ ዝጽግን ከም ፍቓድካ ተማእዚዙ ብሕግኻ ዝዓበየን ዝኸይድን ካልኣይ ስለ ዝሃብካኒ የመስግነካ ሕጂ ድማ ኣብ ስርሐይ ኣብ ጥዕናይ ብዓቢኡ ድማ ኣብ ፍቕራዊ ዝምድናይ ሓያል ክኸውን ንንጉስ ሰሎሞን ዝሃብካያ ጥበብን ምስትውዓልን ሃበኒ ኣሜን
ከም ፍቓድካ ሓዳር ጌርና ምስ ደቅና ቅዱስ እግዚኣብሔር እናበልና ንዘለዓለም ክነመስግነካ ክንነብር ኢና። ክብርን ምስጋናን ኣምልኾን ውዳሴን ንዘለዓለም ምሳኻ ይኹን ኣሜን።